ኣርእስቲ እቲ ምስጢራዊ መንገዲ ሃብትን ቕሳነትን ገንዘብ ከመይ ትሕዞ? ሰላም ጥዒና ይሃበለይ ክብራትና ክብራት ተኸታተልቲ ኣሕዋተይን ከመይ ቐኒኹም ሎሎሚ ሓንቲ ብጣዕሚ እትገርም ዛንታ ክነግረኩም እሞ ናብቲ ዋና ኣርእስትና ክንኣቱ ኢና። ላይክ ሰብስክራይብ ኣይትረስዑ ቤተሰብ። ክልተ መሓዙት ነይሮም። ክልቲኦም ኣብ ስደት ማዕረ ዓመታት ዝሰርሑ እቲ ሓደ ኩሉ ግዜ ሓድሽ ክዳን ይገዝእ፣ ዓብቲ ዓበይቲ ነገራት የርኢ። ሰባት ንፉዕ ክብልዎ ይጽዕሩ ነበሩ። እቲ ካልኣይ ግን ህድእ ኢሉ ስራሑ ይሰርሕ፣ ንእሽቱን ትኹን ዓባይ ቁጠባኡ ኣየቋርጽን ነይሩ። ድሕሪ ዓሰርተ ዓመት ግን እቲ ንፉዕ ዝተብሃለ ዝነበረ ባዶ ኢዱ ተረፈ። እቲ ህድእ ኢሉ ዝቑጥብ ዝነበረ ግና ኣብ ኢዱ ኣብ ዓዲ ዓብዪ ስራሕን ናይ ባዕሉ መነባብሮን መስረተ። እቲ ምስጢር ደኣ እንታይ እዩ? ገንዘብ ንምንታይ ይባኽን? ብዙሕ ግዜ ገንዘብ ከም ማይ ካብ ኢድና ዝፈሰሉ ምኽንያት ብጥበብ ስለ ዘይንሕዞ እዩ። ናይ ሰብ ወረ፣ ሰባት እንታይ ይብሉኒ? ኢልና ካብ ዓቕምና ንላዕሊ ወጻእታት ክንገብር ከለና። ሽቶ ዘይምህላው ንምንታይ ምስራሕ ከም ዘለናን ንመጻኢ እንታይ ክንገብር ከም ዘድልየናን ንጹር ሽቶ እንተሃልዩና እቲ ገንዘብ ትርጉም የብሉን። ናታ ንእሽቶን ምሕቃን እዛ ሓንቲ ሪያል ወይም ሓንቲ ቅርሺ እንታይ ክትገብረለይ ኢልና ክንዕቅና ከለና ክንንዕቃ ከለና እቲ ዓብዪ ሃብቲ ካብ ንእሽቶን ከም ዝጅምር ንዘንግዕ። እቶም ሓሙሽተ ወርቃውይን ሕግታት ቁጠባ መሖጂ መፍትሕዩን እንታይ እዩ? ንዞም ነጥብታት ኣብ ግብሪ ክነውዕሎም ቀዳምነት ርእስኺ ሃቢ ወይም ሃብ።

መዓልታዊ እንታይ ዓዲግኪ፣ ኣበይ ሰርሕኪ ወይም ሰሪሕካ፣ ከሲርኪ ወይም ከሲርካ፣ እዚ ምፍላጥ ካብ ዝድልዩ ወጻእታት ይከላኸለልኪ ወይም ይከላኸለልኻ። ጥዑም ኣይፋሉን ልምዲ ኩሉ ሰብ ዝሓተኪ ወይም ዝሓተካ ክትህቢ ወይም ክትህብ ኩሉ ዝዓደጎ ክትዕድግ ወይ ክትዕድጊ ንርእስኺ ናይ ጣዕመኪ ነገር ኣይፋል ምባል ዓገብ ዓወት እዩ። ዓሚቕኺ ብዓሚቕኺ ይቕሬታ ብዓቕምኻ ወይም ብዓቕምኺ ንበሪ ኣብ ስደት ክንነብር ከለና ኣብቲ ዘለናዮ ንላዕሊ ንምምሳል ንጹር ኢና ብዓቕምኺ ምንባር ግን ናይ ኣእምሮ ዕረፍቲ ይህበኪ ወይም ይህበካ ንእሽቱ ትኹን ኣይተቋርፂ ቁጠባ ልመዲ ልምዲ እዩ ሎሚ ዝቆጠብካያ ንእሽቶን ሳንቲም ፅባሕ ናይ ህይወትኪ መሳልል ክትኾን እያ መደምደምታ ናይ ተስፋ ቃል ኣሕዋተይ ኣሓተይን ገንዘብ ባርያ እምበር ጎይታኻ ክኸውን ኣይትፍቀደሉ። ስደት ሓላፊ እዩ። እቲ ዝተረፈ ግን ጥበብ እቲ ብጥበብ ዝፈጠርካዮ ዘጥረኻዮ ፍረ እዩ። እዛ ብድዮ ትምህርቲ ኮይናትኩም ክትኾን ተስፋ ይገብር። ኣብ መወዳእታ ክሓተኩም ንስኹም ከ ኣብ ህይወትኩም ገንዘብ ክተማሃረኩም ዝተምሃርኩምዎ ዓብዪ ትምህርቲ እንታይ እዩ? ኣብ መወዳእታ ክሓተኩም ንስኻትኩም ኣብ ህይወትኩም ገንዘብ ዝተምሃርኩሞ ዓብዪ ትምህርቲ እንታይ እዩ? ኣብ ኮሜንቲ ጸሓፉለይ። እዛ ቪድዮ እንተፈቲኹምዋ ላይክ ትገብሩ ኣይትረስዑ። ንኻልእ ክተብጽሑ ድማ ሸር ግበርዎ። የቐንየለይ ቤተሰብ። ሎማዕንትና ርእስትና እዚኣ ትመስል ነይራ። ኣዝያ ደስ በሃሊትን መሃሪትን እያ። ንእሽተን ሓሳብ ክውስኸልኩም ደልየ። ከምዛ ነገርኩኩም ዛንታ እያ። እዚ ኩላትና ብሓድሽ እንጅምረሉ ዕለት እዩ። ሕሉፍ ሕሉፍ እዩ። ብሕሉፍ ከጣዕሰና የብሉይ ኣነ ኩሉ ግዜ እንታይ ኣለኒ ጸገም ኣዚ ዝኾነ ነገር ኣሎ ኢለ ኣይወጽእን ብርግጽ ግን ኣብ ክልተ ዓመት ድዩ ኣብ ሓደ ዓመት ድዩ ኣብ ክንደይ ወርሒ ለውሎጻእክሉ ግን ብዙሕ ወጢታት ለውጸሉ ሰዓት ኣሎ ኣዚ ልሰብ ወይ ሃብኒ ተይልኒ እውን እዚ ልደሓረ የብልይ ማትሱ ኢለ እየ ዝህብ ወሃቢት እየ ማለት ኣይኮንኩ ግን ኣሎ ኣወሃህባ ሓደ ሓደ ግዜ ብጥበብ ማለት እዩ ምስ ንባዕልኻ እውን ግደታ ክትብ ኩሉ ግዜ ስደት የለይ ብዙሕ ካብ ሰባት ንርኢ ኣለና ኢና ኣብዚ ነይረን ብዙሕ ነገር ርአን ብዙሕ ነገር ቅርሺ ናሃለወን ዝነበራ ሰዓት ኣብ ዓዲ ምስ ኸዳ ግን ስኢነን ኣብ ኢድ ዝወድቃ ወይ ዝወድቁ ሰባት ስለለለዉ እዮም እዛ ዕለት እዚኣ ከይንርስዓ ኣብ ስደት ተኾይንኻ ገንዘባት ክንሕዝ ግደታ እዩ እና ቁጠባ ገንዘብ ዝመስልና ሎማዕንቲ ዝመስል ነይሩ ኣዚኹም ፈቲኹም ትኾን ተስፋ ይገብር ኣነ እውን ብጣዕሚ ኢላ ተምሃርኹን እየ ማለት እዩ ካባኻትም ልትርእዩለይ ልትፅሑፍለይ ፅሑፋት ማለት እዩ እና ቤተሰብ ናተደጋገፍኻን ናተሓላለኻን እዩ ህይወት ልትሓልፍ ንቤተሰብና ክንሓሊ ግድና እዩ ክንረድእ ግዴታ እዩ ግን ደሞ ካብ ነሱና ብላዕሊ ክኾነ የብሉ ዓቐን ክንገብር ከም ዘለና እዩ ዘምህረና ኩሉ ግዜ ማለት እዩ። እና ኣብ ስደት ዘለና ኩሉ ግዜ ስደት ክንነብር ኣይንኽእልን ኢና። ነጋ ናብራ ንገብር፣ ቆልዑ ንወልድ፣ ናይ ባዕልና ስራሕ ንኸፍት፣ ንዓና ገለ ንገብር ማለት እዩ። ግን ኣብዚ ኮይንና ልመጸ ወይ ማመን ልበለና ሰብ ልክንህብ ጥራሕ ኢና ቀሪና ማለት እዩ። ኣወሃህባና ነስተኻኽል፣ ኣብ ስደት ዘለና ነወሃህባና ነስተኻኽል። ላብዚ መጺኡ ልትቀየረሉ ሰብ ኣቲካ እንድሕር ሰሪሕሉ ጽቡቅ እዩ ምልቃሕ እውን ጽቡቅ እዩ መሊሱ ልምልሰልካ ስለ ልኮነ እዚ ሃበኒ ኢልካ ስእልካ ሂብካ ግን በቃ ንባዕልና እውን ንድሓር ንሕሰብ እና ምቁጣብ ንጀምር ይብለኩ ማለት እዩ ኣነ ካብ ባዕለይ ይጅምሮ ኣለኹ ማለት እዩ ቁጠባ እስካብ ሕዚ ኢደ ይሓጹን ልሓደ ክትብል ልሓደ ትብ ካብ ገድም ግን ኣነ እውን ይመሃር ኣለኹ ምክንያቱ ነጋ ኩሓት ኣምታይ እየ ክወድቅ ምንም ነገር እንድሕለልካ ለሚ ቅርሺ እዩ ሓውኻ ኮይኑ ቅርሺ እዩ ሰብኻ ቅርሺ እዩ ህይወትካ ኮይኑ ዘሎ ሓሚምካ ቅርሺ ዝኾነ ነገር ቅርሺ ኮይንካና እዚ ይመስል ነይሩ ቤተሰብ ላይ እና ሰብስክራይብ እናገበርኩም ምርታዕኩም ይፈለየኒ ሕቶ ተሃሊኩም ደሞ ኣብ ኮሜንት ቕምጡለይ ኣብ ቐፃሊ ሒዘልኩም ክመፅእ እየ ክሳብ ሸዕቱ ጥጥዑሙ ንዓኹም ዛህር ኣምላኽ ሰላም ይሃብኩም የቐንየለይ